ኤርትራ ኣብቲ ዝተሓላለኸ ጂኦፖለቲካዊ ቁማር ቀርኒ ኣፍሪቃ እታ ዝዓበየት ወሳኒት ተዋሳኢት፣ ኤርትራ ስትራቴጂያዊት ደሴት ሰላም ወይስ ተነቃፊት ሃገር? እቲ ሓቀኛ ሚዛን ኤርትራ። ሰላም ኩቡራት ተኸታተልቲ ኤን ሚድያ ኣብ ዘዘለኹሞ ሰላምን ጥዕናን እንዳተመነና ናብ ናይ ሎሚ ፍሉይ ናይ ትንተናና መደብ ከነሰጋግረኩም። ኣብዚ ሐጂ እዋን ዞባ ቀርኒ ኣፍሪቃን ቀይሕ ባሕርን ኣብ ሓደ ካብቶም ኣብ ታሪኹ ዝርኣዮም ኣዝዩ ተኣፋፍን ተለዋዋጥን ጂኦፖለቲካዊ ምዕራፋት ይርከብ። ብዘሰፍሕ ናይ ሓያላን ፖለቲካዊ ክረፈስ ማዕከን ዜና ዶቸ ቬለ ኤርትራ ኣብቲ ጂኦፖለቲካዊ ቆማር ቀርኒ ኣፍሪቃ ወሳኒት ተዋሳኢት ኤሪትሪያ ከይ ፕሌየር ኢን ዘ ጂኦፖለቲካል ጋምብል ኣዘሆርን ኣብ ትሕቲ ዝብል ኣርእስቲ ዘውጸቶ ሰፊሕ ዓንቀጽ ንብዙሓት ፖለቲካውያን ተዓዘብቲ ዘዘራረበ ኮይኑሎም ዘምህረት ወልደ ሰማእታት ነዚ ዓንቀጽ ከም መበገሲ ብምውሳድ ነቲ ኣብ ባይታ ዘሎ ጭቡጥን እዋናውን ጂኦፖለቲካዊ ምዕባለታት ብምውሃድ፣ ሓደ ዓሚቕን ሰፊሕን ፕሮዛዊ ትንተና ኣዳሊና ኣሎ። ሰዒድ መሓመድ ናባኹም ከብሎ'የ፣ ከም ወትሩ ላይክ ሼር ኮመንት እናገበርኩም ክሳብ መወዳእታ ክትከታተሉ ንዕድም። ሰናይ ምክትታል። ኣብዚ ኣብ ዞባ ቀርኒ ኣፍሪቃን ቀይሕ ባሕርን እናሰፍሐ ዝኸይድ ዘሎ ፖለቲካውን ወተሃደራዊ ወጥረታት ኤርትራ ብሰንኪ እቲ ኣብ ቀይሕ ባሕሪ ዘሎ ኣዝዩ ስትራቴጂያዊ ገማግም ባሕራን ኣብ ውሽጣ ዘሎ ጸጥታዊ ህዱእነትን ከም ሓንቲ ኣገዳሲት ወሳኒት ሃገር ኮይና ትቐልቀል ምህላዋ ዶቸቬለ ኣብ ዓንቀጹ ብስፍሓት የብርህ። መላእ ቀርኒ ኣፍሪቃ ናይ ዝተፈላለያ ሃገራት ጂኦፖለቲካዊ ረብሓታት ንፖለቲካዊ ጽልዋ ኣብ ዝግበር ውድድር ተጋብዩ ንጽንኩር ወጥርን ግጭትን ጠንቂ ኮይኑ ይርከብ ብፍላይ ኣብዚ እዋን እዚ ኩናት ኣብ ሱዳን ኣብ መንጎ ሰራዊት ሱዳንን ሓይልታት ዳዕሚ ሰርዕን ብዝኸፍአ መልክዑ እናቐጸለ ብዘለወሉ ኢትዮጵያ ድማ ኣብ ውሽጣዊ ኩናትን ኣብ ዶብ ሸረሪና ምስ ሓይልታት ትግራይ ብዝተወልዐ ግጭትን ኣብ ካልኦት ከባቢታት ዶብ ትግራይ ብዘሎ ወጥሪ ብዓብዪ ድማ ኣብ ዳርጋ ኩሉ ክልላት ብዝካየድ ዘሎ ውግኣ ትሕመሰሉ ብዘላ እዋን እታ ንእሽቶ ሃገር ኤርትራ ብናታ ብሉፅ ስትራቴጂያዊ ዓቕሚ ኣብቲ ዞባ ዘለዋ ኣገዳስነት እናዓበየ መጽ ኣሎ ብፕሬዚደንት ኢሳያስ ኣፈወርቂ ትመሓደር እዛ ሃገር ብፍላይ ብወደባት ዓሰብን ምጽዋዕን ኣቢላ ንሕምብርቲ ስትራቴጂያዊ ቦታታት ቀይሕ ባህሪ ትቆጻጸር ይብል ትንተና ዶቸ ቬለም ናይ ኤርትራ ፍሉይ ጂኦፖለቲካዊ ኣቀማምጣ ኣብዚ ማያዊ መስመር ብፍላይ ኣብዚ ዓለም ለኻዊ ናይ ንግዲ ምስሕሓባት ዘንጸላልወሉ ዘሎ እዋን ዝያዳ ወሳኒ እንዳኾነ ምምጽኡ ዘይከሃል ሓቂ እዩ። እዚ ልዕሊ ሓደ ሽሕ ኪሎ ሜተር ዝንውሓቱ ገማግም ባሕሪ ኤርትራ ብሰሜናዊ ምዕራብ ምስ ሱዳን ብደቡባዊ ምብራቕ ድማ ምስ ጅቡቲ እንዳተዳወበ ኣብ ጥቓ እቲ ኣዝዩ ተኣፋፊ መጻበቢ ኣብ ኤልመንደብ ይርከብ። ይኹን እምበር ናይ ኤርትራ ዝዓበየ ስትራቴጂያዊ ኣገዳስነት ኣብቲ ኣብ ማዕዶ መጻቦ ብድሕሪ እቲ ኣብ ዝጸበበ ቦትኡ ካብ 30 ኪሎ ሜተር ዘይበዝሕ ማያዊ መስመር ዝርከብ ዞባዊ ኩነታት እዩ ዝሙርከስ። ኣብ ለንደን ናይ ዝመደበሩ ማእከል ምውህሃድ ዞባ ቀርኒ ኣፍሪቃ ሲኣርኣይ ዳይረክተር ዝኾነ ዓብደራህማን ሰይድ ንዶቸ ቬለ ኣብ ዝሃቦ ርእይቶ የመን ኣብቲ ካልእ ወገን ቀይሕ ባሕሪ ብምህላዋን እታ ሃገር ኣብ ከቢድ ፖለቲካዊ ቅልውላው ብምህላዋን ናይቲ ዞባ ሙያዊ ጸጥታ ኣብ ዓበ ሓደጋ ወዲቑ ከም ዘሎ የረድም እቶም ብኢራን ዝድገፉ ዕጡቓት ሑቲ ካብ ገማግም ባሕሪ የመን ተበጊሶም ኣብ ልዕሊ ናይ ንግዲ መራኽብ መጥቃዕቲ የካይዱ ኣብ ዘለውሉ እዋን እቲ እንኮ ዘተኣማምን ናይ ንግዲ መስመር ብገማግም ኤርትራ ኣቢሉ ዝሓልፍ እዩ። ምኽንያቱ ኣብዚ እዋን እዚ ኣብ ውሽጢ ኤርትራ ዝኾነ ይኹን ዝንቀሳቐስ ጸረ መንግስቲ ዕጡቕ ሓይሊ ይኹን ናይ ጸጥታ ስግኣት የለን። እዚ ጸጥታ ውህዶነት እዚ ድማ ንኤርትራ ሓድሽ ዲፕሎማስያዊ ባይታ ፈጢሩላ ይርከብ። ኣብ ዝሓለፈ ኣዋርሕ ብፍላይ ወርሒ ሓምለ 2026 ኣብ ካይሮ ዝተኻየደ ሰፊሕ ዲፕሎማስያዊ ዘተታት

ኣብ ምእላይ ዘለዋ ተራ ማሕበረሰብ ዓለም ክቕበሎ ይጅምር ከም ዘሎ ዘመላኸት ነይሩ። ሓቂ መሰዓድ ቡሎስ ድሒሩ ምስ ኤርትራ ኣንጻር ኢትዮጵያ ዝዓለመ ምስጢራዊ ውዕል የብልናን ክብል መግለጺ ሂቡ እኳ እንተኾነ ኣሜሪካ ምስ ኣስመራ ብቐጥታ ኣብ ዓበይቲ ዞባዊ ጉዳያት ክትዘራረብ ምጅማራ ንባዕሉ ኤርትራ ካብቲ ንዓመታት ዝጸንሐቶ ዲፕሎማስያዊ ተነጽሎ ትወጽእ ከም ዘላ ዘረጋግጽ እዩ። ንዞባዊ ዲፕሎማስያዊ ኪዳናት ዝያዳ ዝህውኸ ዘሎ ግን እቲ ኢትዮጵያ ትኽተሎ ዘላ ሓደገኛን ተስፋሕፋሕን ፖሊሲ እዩ። ማዕከን ዜና ዶቸ ቬለ ኣብ ትንታኑ ጎረባብቲ ኤርትራ ብፍላይ ድማ እታ ባሕሪ ኣልቦ ዝኾነት ኢትዮጵያ ቀጥታዊ ኣፍ ደገ ቀይሕ ባሕሪ ንምርካብ ብጽኑዕ ትቃለስ ከም ዘላ ኣስሚሩሉ ኣሎ። ቀዳማይ ሚኒስትር ኢትዮጵያ ኣብዪ ኣሕመድ ናይ ባሕሪ ልዑላዊ ኣፍ ደገ ክህልዎ ብወግዒ ክጠልብ ጸኒሑ እዩ። ኣብዚ ዝሓለፈ ሒደት መዓልትታት ናይ ወርሒ ነሓሰ 2026 ድማ መንግስታዊ ማዕከን ዜና ኢትዮጵያ ኢትዮጵያ ናብ ታሪኻዊ ገማግም ቀይሕ ባሕሪ ክትምለስ እያ ዝብል ሰፊሕ ጽሑፍ ዘርጊሕሎም ካብዚ ሓሊፉ እውን ኣብ ኬንያ ኣምባሳደር ኢትዮጵያ ኮይኑ ዘገልግል ዘሎ ጀነራል ባጫ ደበለ ኩናት እንተተጀሚሩ መንግስቲ ኤርትራ ዝበሃል ካብ ካርታ ክጠፍዩ ጂኦግራፊ ክንቅይር ኢና ብምባል ብወግዒ ኣብ ቢቢሲ ኣምሓርኛ ምፍርርሑ እቲ ኣብ መንጎ ኣዲስ ኣበባን ኣስመራን ዘሎ ወጥሪ ማዕረ ክንደይ ኣብ ጫፍ ኩናት በጺሑ ከም ዘሎ ዘርኢ እዩ። ነዚ እዋናዊ ወጥሪ እዚ ብዝምልከት ኣብ ዩኒቨርሲቲ ሜሪላንድን ኣትላንቲክ ካውንስልን ተመራማሪ ዝኾነ ሚካኤል ወልደ ማርያም ንዶቸ ቬለ ብዝሃቦ ትንተና ሓደ ዓቢ ሓቂ የንጸባርቕ። ንሱ ከም ዝብሎ እቲ ኤርትራ ኣብ ቀርኒ ኣፍሪቃን ቀይሕ ባሕርን ትገብሮ ዘላ ስትራቴጂያዊ መናወራታት ቀንዲ ምኽንያቱ እቲ ምስ ኢትዮጵያ እንዳገደደ ዝኸይ ዘሎ ወትሩ እዩ። ኣስመራ ንጽልዋ ኣዲስ ኣበባ ዝምጥን ዞባዊ ምሕዝነታት ክትፈጥር ትጽዕር ኣላ። እቲ ምስ ግብፂ፣ ሶማልያ፣ ስዑዲ ዓረብን ኣሜሪካን ተካይዶ ዘላ ዲፕሎማስያዊ ምቅርራብ ካብዚ መቓን እዚ ተበጊሱ ዝረአ እዩ። ብርግጽ ድማ ኢትዮጵያ ምስ ሶማሊላንድ ዝገበረቶ ዘይሕጋዊ ናይ መዘከር ስምምዕ ንሶማልያ ኣቖጢዕዋ እዩ። ኣብ ጉዳይ ግድብ ህዳሰ ዘለዋ ዘይምስምማዕ ድማ ንግብፂ ኣቖጢዕዋ ኣብ ዘለወሉ እዋን ኤርትራ ነዚ ኩነታት ብጥበብ ብምጥቃም ሓደ ሓያል ጸረ ዕብለላ ኢትዮጵያ ዝኾነ ዞባዊ ኪዳን ትሃንጽ ኣላ። ወርሒ ጉንበት 2026 ኤርትራን ግብፅን ኣብ መንጎ ወደባተን ቀጥታዊ ናይ ፅዕነት መራኽብ መስመር ንምዝርጋሕ ስምምዕ ምፍራመን ድማ ናይዚ ስትራቴጂያዊ ኪዳን ቁጠባዊ መግለፂ እዩ። ይኹን እምበር ዶቸቬለ ነዚ ኩሉ ጂኦፖለቲካውን ስትራቴጂያውን ብልጫታት ኤርትራ ድሕሪ ምትንታኑ ነቲ ኣብ ውሽጢ እታ ሃገር ዘሎ ዘስግእ ፖለቲካዊ ሰብኣውን ኩነታት ብዕምቆት ካብ ምውቃስ ንድሕሪት ኣይበለን ነዚ ውሽጣዊ ሓቅታት እዚ ብዘይሻራዊ መነጽር ብምርኣይ እቲ ማዕከን ዜና ከም ዘስመረሉ ኤርትራ ብምልካዊ ስርዓት እትመሓደር ሃገር ኮይና ቅድሚ 32 ዓመታት ናጽነታ ክትጓነጽፍ ኣትሒዛ ዝኾነ ይኹን ሃገራዊ ምርጫ ኣካይዳ ኣይትፈልጥን ኣብ ኩሉ ዓለም ለኻዊ ናጽነት መዛግብቲ ድማ ድሕሪ ሰሜን ኮርያ ጥራይ ተሰሪዓ ትርከብ ይብል እቲ ዘገርም ግርምቢጥ ድማ እዚ ኹሉ ጸጥታዊ ህዱእነትን ምርግጋእን ዝመጸ በዚ ብሓደ ሰብ ዝመሓደር ተሪር ፖለቲካዊ ስርዓት ምዃኑ እዩ ድማ ይብል ትንተና ዶቸቬለም። ይኹን እምበር እዚ ኩነታት እዚ ኣብ መወዳእታ ነይቲ ሃገር ዝዓበየ ድኽነት ወይ ናይ ኣኪለስ እምባ ኣኪለስ ሄል ክኾና ከም ዝኽእል ተንተንቲ የጠንቅቑ። ዓብድራህማን ሰይድ ብንጹር ከም ዘቐመጦ እታ ሃገር ቅዋማዊ ትካላት ስለ ዘይብላ እቲ ዕድሚኡ ሰማንያ ዝኣከበ መራሒ ካብ ስልጣን ኣብ ዝእለየሉ እዋን ወይ ብተፈጥሮ ኣብ ዝሓልፈሉ እዋን ሓደ ንጹር ዝኾነ ናይ ስልጣን ምስግጋር ብዘይምህላው እቲ ሕጂ ዘሎ ጸጥታዊ ምረጋ ብሃንደበት ክፈርስ ይኽእል እዩ ዝብል ዓብ ስጋት ኣሎ ካልእ እቲ ዶቸቬለ ዘለዓሎ ኣዝዩ ኣገዳስን ዘሐዝንን ሓቂ ድማ ጉዳይ ስደትን ሰብኣዊ ኩነታትን እዩ። እቲ ናይ ኤርትራ ታሪኽ ድሕሪ ናጽነት ብብዝሒ ብግጭታትን ብነዊሕ ወተሃደራዊ ኣገልግሎታትን ተሓጸረ ብምዃኑ ዜጋታት ንነዊሕ ግዜ ዘላቕ ቁጠባዊ ውሕስነት ስኢኖም ይርከቡ። ኣብ ዩኒቨርሲቲ ሙኒክ ናይ ስደት ተመራማሪ ዝኾነ ማግኑስ ትራይበር ከም ዘብሮ ሎሚ ኤርትራውያን ካብ ግህሰት ሰብኣዊ መሰላት መወዳእታ ኣልቦ ወተሃደራዊ ኣገልግሎት ብምህዳም ብብዝሒ ይስደዱ ኣለዉ። እቲ ጽሑፍ ከም ዘመልክቶ ካብ ናጽነት ኣትሒዙ ልዕሊ ሸውዓተ ሚእቲ ሽሕ ህዝቢ ካብቲ ምሉእ ህዝቢ እቲ ሓደ ሕምሲት ዝኸውን ካብ ሃገር ከም ዝወጸን ናይ ህዝቢ ዕብየት ድማ ካብ ክልተ ሚእታዊት ንታሕቲ ምዃን ብምጥቃስ የረድም። እዚ ስነ ህዝባዊ ዲሞግራፊ ኩነታት እዚ ንሓንቲ ጂኦፖለቲካዊ ጽልዋ ከተስፍሕ ትደላ ሃገር ኣብ ነዊሕ ግዜ ዓብ ስትራቴጂያዊ ብድሆ ምዃኑ ዘይከሓድ ሓቂ እዩ። ብሓፈሻ ክረአ እንከሎ እዚ ናይ ዶቸቬላ ዓንቀጽ ንኤርትራ ብኽልተ እተፈላለየ መነጽር እዩ ዘቕርባ በቲ ሓደ ገጽ ኣብዛ ኣብ ቀይሕ ባሕርን መጻወቦ ሕርሙዝን ዓለም ለኻዊ ቁልውላው ኣብ ዘለወሉ ኢትዮጵያ ድማ ልዑላውነት ሃገራት ብምግሃስ ቀይሕ ባሕሪ ንምግባት ብጀነራላታ ከተፈራርሕን ብማዕከናት ዜና ክዝርግሕን ኣብ ዘላትሉ እዋን ኤርትራ ከም ሓንቲ ኣዝያ ወሳኒት ጸጥታ ዝተሓለወት ምስ ግብፅን ሶማልያን ሓያል ዞባዊ ኪዳን ትሃንድ ዘላ ስትራቴጂያዊት ሃገር ገይሩ የቕርባ በቲ ካልእ ገጽ ግን ብሰንኪ ስእነት ዲሞክራስን ቀዋማዊ ትካላትን ኣብ ውሽጣ ተነቃፊ ዝኾነትን ብብዝሒ ስደት መንእሰያት ትሳቐ ዘላ ሃገር ምዃና ሓበን። ክቡራት ተኸታተልቲ ዞባ ቀርኒ ኣፍሪቃ ብሓቂ ኣብ ሓደ ሓደገኛ ምዕራፍ እዩ ዝርከብ ዘሎ። ኤርትራ ነዚ ዘለዋ ጂኦፖለቲካዊ ብልጫ ተጠቂማ ነቲ ካብ ኣዲስ ኣበባ ዝመጽእ ዘሎ ገባቲ ታህሪዳትን ብዓወት ክትምክቶ ዲፕሎማስያዊ ዓቕሚ እኳ እንተለዋ ነቲ ኣብ ውሽጢ ሃገር ዘሎ ፖለቲካውን ቁጠባውን ብድሆታት ብኸመይ ከም ትፈትሖ ግን መጻኢ ግዜ ዝምልሶ ሕቶ እዩ ክኸውን። ክቡራት ተኸታተልትና እቲ ሎሚ ዘዳለናዮ ትሕዝቶ ዝተኸታተልኩም እዩ ነይሩ። ኣብዚ ኣርእስቲ ዘለኩም ርእይቶ ኣብ ቦታ ኮመንት ኣካፍሉና። ነዚ ቪድዮ ላይክ ብምግባር ንኻልኦትን ሸር ግበርዎም። ብኻልእ እዋናዊ መደብ ክሳብ ንራኸብ ሰላም ቅሳነትን ንመላእ ዞባና እንዳተመና ንሰናበተኩም ሰላም